ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ፕሮግራም ምግቢ ዓለም ደብሊው ኤኤፍፒ ኣብቶም ዝሓለፉ ክልተ ኣዋርሕ ኣብ ትግራይ ንልዕሊ ሓደ ሚልዮን ሰባት ሰብኣዊ ሓገዝ ከም ዘከፋፈለ ኣፍሊጡ ኣሎ። እቲ ትካል ንክልተ ነጥቢ ሓደ ሚልዮን ወገናት ረድኤት ንምብፃሕ ዝነበሮ መደብ ብሰንኪ ዝተፈላለዩ ፀገማት ከም ዘይተዓወተ ሓቢሩ። ደብሊው ኤኤፍፒ ትማሊ ኣብ ዘውጽኦ መግለጺ ፕረስ፣ ኣብ ወርሒ ሰነን ሓምለን ንልዕሊ ሓደ ሚልዮን ሰባት ኣብ ሰሜን ምዕራብ ትግራይን ገለ ከባብታት ደቡብ ትግራይን ሰብኣዊ ሓገዝ ከምዘከፋፈለን በዚ ድማ ካብቲ ዝነበሮ ትልሚ ነቲ ፍርቂ ጥራሕ ከምዘዐወተን ገሊጹ ኣሎ። እቲ ትካል ኣብቲ ዝተገለጸ እዋን ንክልተ ነጥቢ ሓደ ሚልዮን ወገናት ረድኤት ንምብጻሕ ተሊሙ ከምዝነበረ ምስ ሓበረ፣ ብሰንኪ ሕጽረት ምግቢ፣ ገንዘብን ነዳድን ጸገም ናውቲ ቴሌኮሙኒኬሽን ትልሙ ከዐውት ከምዘይከኣለ ኣመልኪቱ ኣሎ። ፕሮግራም ምግቢ ዓለም ኣብዚ ሒዝናዮ ዘለና ወርሒ ነሓሰ ኣብ ትግራይ ንክልተ ነጥቢ ሓደ ሚልዮን ሰባት ሰብኣዊ ሓገዝ ንኸከፋፍል ከምዝተለመን ዛጊድ ግና ብሰንኪ ጸገም ጸጥታን ምስ ኦፕሬሽን ዝተተሓዘ ድሩትነትን እኹል ቀረብ ናብ ትግራይ ከእቱ ከምዘይከኣለ ኣፍሊጡ ኣሎ። ኣብ ሱዳን ዘለዉ ተጋሩ ስደተኛታት ኣብ ኣፀጋሚ ኩነታት ከም ዝርከቡ ተገሊፁ። ኣብዚ ሕዚ እዋን ብብዙሓት ኣሽሓት ዝቑፀሩ ተጋሩ ስደተኛታት ኣብ ሱዳን ከም ዝነብሩን ብሕፅረት ምግቢ፣ ፅሩይ ዝስተ ማይ፣ መፅለልን ፅሬትን ኣብ ኣፀጋሚ ኩነታት ከም ዝርከቡን ዓለም ለኸ ኮሚቴ ቀይሕ መስቀል ሓቢሩ ኣሎ። እቲ ኮሚቴ ትማሊ ኣብ ዝዘርግሖ ፀብፃብ ብሰንኪ እዞም ዝተገለፁ ፀገማት ኣብ ሱዳን ዘለዉ ተጋሩ ስደተኛታት ብሕፅረት ምግቢ፣ ሕማም ዓሶን ሄፐታይትስ ኢ ዝተብሃለ ሕማምን እናተሳቐዩ ከም ዝኾኑ ኣመልኪቱ'ሎ። እዞም ወገናትና የሕልፍዎ ኣብ ልዕሊ ዘለዉ ኣፀጋሚ መነባብሮ ምስ ስድራ ቤቶም ዝተፈላለዩን ናብ ትግራይ ደዊሎም ደሃይ ከይሓቱ ድማ ግልጋሎት ስልኪ ስለዘየለን ብኸቢድ ጭንቂ ናፍቖት ከም ዝተሳቐዩን እቲ ፀብፃብ ወሲኹ ሓቢሩ'ሎ። ብዙሓት ሰባት ንሓያሎ ኣዋርሕ ኣብ ርሑቕ ስፍራ ብዛዕባ ዘለዉ ቤተሰቦም ደሃይ የብሎምን። እዞም ሰባት ኣብ ከምዚ ዝበለ ጽንኩር ኵነታት ኰይኖም ተስፋ ንዘይምቝራጽ እንትንቀሳቐሱ ምርኣይ ኣዝዩ የሕዝን ክብላ ኣብ ከሰላ ሓላፊት ዓለምለኸ ቀይሕ መስቀል ዝዀና ካሎሪና ኣይሳ ገሊጸን ኣለዋ።
ኣብ ዝባና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ

ክልተ ሰለስተ ግዘ ሲዕርናዮም ብቀፃሉ ን ክስዕሮም ኢና ኩሉ ግዘ ካዓ ትግራዋይነት ናተኩልዕ እዩ ክነብ በዛ ቤትና እንደንሕበር ቅፅል ሽማ ሓፊትና ኣይተመን እዩ ክስኩና ንሰሞ ቤተይ ክኢላ ዘሕለፈት ሕማቕ ናይ ቁፅሪ ልዕልነት ናይ ተኹሲ ልዕልና ዝነበሮ ጸላኢ እዩ ክንድምስስ ኢልና ተበጊስና ሽለ ኣይኮነን ሃዲሙ ሰራዊት ተዋጊኡ ስዒሩ ብጅግንነቱ በሊጹ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራኹም ዘይንወፅእ ስለ ዝፈልጥ ምስ ኩልኹ ኢድ ንምሃብ እውን ክኦም ዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርኩም
እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ፅብቕቲ ትግራይ ክትኮን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ሱዳን ናብ ሃገራ ዝኣተዉ ቁፅሪ ስደተኛታት ኢትዮጵያ ብምውሳኹ ሓዱሽ መዓስከር ክትከፍት ከም ዝተገደደት ኣፍሊጣ ኣላ ዛጊድ ብዓሰርተታት ኣሽሓት ዝቑፀሩ ተጋሩ ስደተኛታት ዘፅለሉሎም ሰለስተ መዓስከራት ኣብ ሱዳን ከም ዘለውን እዚ ሕዚ ዝኽፈት ራብዓይ ማዕኸን ድማ ብሰንኪ ግፍዕታት ዕጡቓት ትምክሕቲ ክልል ኣምሓራ ኣብ ክልላት ኣምሓራን ቤኒሻንጉል ጉምዝን ዝተፈናቐሉ ስደተኛታት ከም ዝዓርፍሉን ሱዳን ትሪቡን ፀብፂቡ ኣሎ። ኣብዚ ሓዱሽ መዓስከር ተወለድቲ ብሄረሰባት ጉምዝን ቅማንትን ዝኾኑ ስደተኛታት ከም ዝምደቡ ዝሓበረ እዚ ፀብፃብ ካብ ክልል ኣምሓራ ዝተፈናቐሉ ሓምሳ ሽሕ ስደተኛታት ናብቲ ስፍራ እናምርሑ ከም ዝርከቡ ኣመልኪቱ ኣሎ። እዞም ወገናት ኣብ መንጎ ሓይልታት ቅማንትን ዕጡቓት ትምክሕቲ ክልል ኣምሓራን ከም እውን ኣብ መንጎ ተወለድቲ ጉምዝን ሓይልታት ትምክሕቲ ክልል ኣምሓራን ይካየድ ብዘሎ ውግእ ዝተፈናቐሉ ከም ዝኾኑ እቲ ዜና ወሲኹ ሓቢሩ ኣሎ። ኣብዚ ሕዚ ሰዓት ሰለስተ ሽሕ ዝኾኑ ሰደተኛታት ቅማንት ከፍቶም ሒዞም ኣብ ሱዳን ተሰዲዶም ከም ዝርከቡ እቲ ዜና ኣፍሊጡ ኣሎ።

ኣብ መወዳእታ፣ ኣብ መንጎ ሱዳንን ኢትዮጵያን ዝጸንሐ ውጥረት ከም ዝተጋደደ ተገሊጹ። ሱዳን ከም እዋናዊ መራሒት ትካል በየነ መንግስታዊ በዓል መዚ ልምዓት፣ IGAD፣ ኣብ መንጎ መንግስቲ ትግራይን ጉጅለ ፋሽስቲ ኣብይ ኣሕመድን ዝተፈጠረ ግርጭት ንምሽምጋል ተበግሶ ወሲዳ ከም ዝነበረትን ፋሽስቲ ኣብይ ግና ሱዳን ወሪራትንላ ክብል ከም ዝኸሰሰን ያሆ ኒውስ ጸብጺቡ'ሎ። ነዚ ስዒቡ ሱዳን ብቕድሚ ትማሊ ኣብ ኢትዮጵያ ዝነበሩ ኣምባሳደራ ናብ ሃገሮም ክምለሱ ከምዝገበረትን ኣብዚ ሕዚ ሰዓት ድማ ኣብ መንጎ ክልቲኤን ሃገራት ዝፀንሐ ውጥረት ከምዝተጋደደን ኣብ ዘሻቕል ኩነታት ከምዝርከብን እቲ ዜና ሓቢሩ'ሎ። ሱዳን ፋሽስቲ ኣብይ ንቅልውላው ትግራይ ብሰላማዊ ዘተ መዕለቢ ክገብር እንተዘይክኢሉ እቲ ሽግር ብፍላይ ንኢትዮጵያ ከምእውን ነቲ ዞባ ናብ ህውከትን ዘይምርግጋዕን ከይወስዶ ስግኣታ ብተደጋጋሚ እናገለጸት ጸኒሓ ኢያ። እምበኣርከስ ዝኸበርኩም ተመልከትትና ንሎሚ ዝሓዝናልኩም ዜናታት ኣብዚ ኣላኢምና ኣለና። ብኻልኦት ተመሳሰልቲ ዛዕባታት መሊስና ክንገናኝ ኢና። ክሳብ ሽዑ ሰላም። ሃለዋትና ንድሕንነትናን ብቕልጽምና ትግራይ ትስዕር!